ቤት ትምህርተይ ቤት ትምህርትኹም ቤት ትምህርቲ ኹልና ትዝታይ ከሐድስ ብጾተይ እታደመ ኣዲ ፍልጠተይ ቤት ትምህርትና ኣብ በረኻ ቀለም ዘይኣኽሎ ታሪኻ ፈቆዶ ስራሕ ዘለኹም ናይ ትማሊ ዕሸ ሎሚ ፍረ ክመልሰኩም ዶ ክመልሰኩም ዶ ንሳሕል ቤት ትምህርቲ ሰውራ ዘኪረ። እንታይ እዩ እዚ ሃይማኖት ዝበሃል እዚ ብሄር ዝበሃል እዚ ዓዲ ዓውዲ ዝበሃሉ እዚኣቶም ብምሉኣቶም እቲ ኣተዓብያና እንታይ ገይርዎ እዩ ኣብቲ ኣእምሮና ከምዘይሰፍር ገይሮም እዮም የዕብዮምና ኣነ እንታይ ዝክር ኣክቢር ዕረፍትና ሲ እዚኣ ሰሙን እዚኣ ሰሉስን ረብዑ እንተኮይና እታ ሓንቲ ሰሙን ከዓ ሰሉስ ረብዑ ሓሙስ ነይራ ስርሓት ዘኪያታ ትኾነ ተስፋ ገብር ሕጂ እዚኣ ሰሙን እዚኣ ሰሉስን ረብዑን ትዕርፍ እታ ሓንቲ ሰሙን ከዓ ሰሉስ ረብዑ ሓሙስ ሕጂ እንታይ ኮይኖም ኢልካ ሕጂ ኣነ ሕጂ ኣብዚ ዕድመ እዚ ኮይነ ክትንትኖ እንከለኹ ዋእ እንታይ ዓይነት ብልሒ ነይሩ ኣብቲ ርእሲ ናይቶም ነቲ ቤት ትምህርቲ ዝቕልሶ ዝነበሩ ብጣዕሚ ዝገርመኒ ነው እቲ ክርስትያን እንተኾነ ሳዕ ቀዳሚ ሰንበት ዘዕርፍ እቲ ኣስላማይ ዝኾነ ከዓኒ ዓርቢ እቲ ናይታ ሽሙ ሕጅስ ካብዚ ኩሉ ሓራ ንኽገብሮ ኢሉሲ ንሕና ብዘይንርድኦ እሞ ከዓ ጌና ዘይበፃሕናዮ ነገርሲ ኣብቲ እዋን ስ ተሰሪሑስ ሓንጎልና ካብ ዝኾነ ሃይማኖታዊ ካብ ዝኾነ ፈላላይ ነገራት ነፃ ገይሮም ሕዎም ዝገርመና ሕጂ ን ሕጂ ኣብዚ ዘለና እዋን ሓደ ቤት ምሰውራ ኣብዚ ዘሎ ሕጂ ኣብዚ ማስ ሚድያታት ድማ መራኸቢ ብዙሃን ክረኦ ከለና ክንደይ ክንደይ ናይ ዓድን ዓውድን ናይ ሃይማኖትን ናይ ገልን መዓት ሃፀፍፀፍ እዩ ዘሎ ኣብዚ ሃፀፍፀፍ እዚ ቤት ፍቶራ ደሊኻ ተኸትካሲ ኣይትረክብን ኢኻ ክጥይቕ ዝደለየ እንተዘይሃሉ ሕጂ ፍሉይነት ኣለዎ ዶ እዋ ፍሉይነት ኣሞ ብጣዕሚ እምበር ዓብ ፍሉያት እምበር ከዓ እምበር እንድ ከመክሕን ክጀሃርን ዝፈልጥ ኮይኑ ኣነ ክጀሃርን ክምካሕን ወፍሉይ ገይሮም ይዕብዮምና ካብ ዝኾነ ይኹን ፈላላይ ካብ ዝኾነ ይኹን ትሕቲ ሃገራዊ ስምዒታት ነፃ ገይሮም ይዕብዮምና ስቲል ከዓኒ ከምኡ ኮይና ከኣ እንክድ ከኣ ገይሮምና እዮም ስለዚ እወ ብፍሉይ ዓቢና ኢና ዘይቀልዓሎም ምስጋና ከኣ ንዖም ይኹን የቀንየለይ ካልእ ሓሳብ ኣብዚኣ ዘለዎ ከይተ- ከይተሰገረት ክትሓልፍ ዘይትደሊ እ፣ ነብሰ- ም- ነብሰ ምትእምማን ዝኾነ ነገር ኣብዚ ነብሰ ምትእምማን እ፣ ዝኾነ ቤት ትምህርቲ ሰውራ እ፣ ዋላ ደይ ትፈልጦ ከለኻ ዝኾነ እ፣ ኣብቲ ኣብ ካብ ትዘራርብኡ ካብ ትቀዋወሙ ርእይ ኣቢልካ ቤት ትምህርቲ ሰውራ ነርካ ዲኻ ዝብል ሕቶ ይመጻካ እዩ ብገለገለ ሕጂ ካበይ መጺኡ እዚ እንድሕር ኢልኪ ካብቲ ነብሰ ምትእምማን ካልኣይ ርእስኻ ምኽኣል ርእስኻ ምኽኣል ሲ ቀደም ቆልዑት ከለናስ ደርፊ ከማን ነይርዎ ርእስኻ ምኽኣል ዝእምነትና መፍትሒ ሽግር ናይ ህዝብና ብከምዚ እዚ እውን ነይሩ እዘን ክልተ ነገራት ከዓኒ ክስገራ ደይብለን እየን ቀዳምነት ነብሰ ተኣማንነት መን ምዃንካ ጸኒዕካ ኣብቲ ረጊጽካዮ ዘለኻ መርእ ክስታይ ፅኑዕ ብኮንፊደንስ ከም ትነብር ርእስኻ ኣድኒንካ ደይምንባርን እዛ ካልኣይቲ ከዓኒ እዛ ርእስኻ ምኽኣል
ዳርጋ ቤት ትምህርቲ ሰውራሲ ብደቂ ዓባይ ድስቲ ኢና ንፍለጥ ሕጂ ዓንተወይ ቢንያም እተናኸፋ ነይሩ እታ ብረቕረቕ ድበለት ዳኣ ኢልዋ እንዳ ዓነት ፀላም እየ ዝፈልጥ እሞ ግን ሕጂ ሲ መበገሲ ናይዛ ዓባይ ድስትስ ኣመፃፅኡ እንታይ እዩ ብኸመይ እዩ ንዓና ፀኒሕና እንዲብኡ ብፋጥና ክንጅምር መበገሲ እዛ ዓባይ ድስቲ ዝበሃል ኣፀዋውዓስ ብኸመይ እዩ ተጀሚሩ ገለ ፍልጦ ተለና ብዛዕባ
ብርግፅ እዛ ዓባይ ድስቲ ሕጂ ምን ኢልዋ ብከመይ ተባሂላ ብከመይ እንድዒ ኣነ ቅሩብ ኣፍልጦ ዘለዎም ፅቡቅ እዩ ከም ናተይ ኣገላልፃ ግን እቲ ዓባይ ድስቲ ኣብ ገገዛና ነንእሽተይ ድስቲ ነይራትና ትኸውን ወይ ንሽተይ ፃሕሊ ነይራትና ትኸውን ወይ ከምዚ ዝኾነ መስርሒ ነይርና ክኸውን ይኽእል እምቢ ኣብቲ ስድራና ናይ ሓንቲ ስድራ ኣባይ ክምሳውራ ክትመፅእ ከለኻ ግን ነቲ ዓባይ ድስቲ ነቲ በቲ ሓደ ናይ ኩላትና መግቢ ኣብ ሓደ ዓቢ ድስቲ ኣፈላላይ ዘይብሉ ነዚ ፅቡቅ ክበልዕ ክረብሕ ወይ ከዓ እዚ ካልእ ፍሉይ ነገራታት ሓለፋታት ዘይብሉ እታ ኩላ ኣብ ከብድኻ ትኣቱ እታ ኩላ ንምንባር ጥራሕ ስለ ዝኾነት ኣብ ሓደ ድስቲ ተሰሪሓ ብሓደ ዕላማ ከኣ ንዝኹስኮሱ ንኣሽቱ ዜጋታት ክትወሃብ ዝነበረት ነታ ኣመጋግባና ክትከውን ከላ በቲ ካልእ ከኣ ደቂ ትሽዓተ ብሄራት ካብ ዝተፈላለየ ካብ ከተማ ካብ ገጠር ካብ ሓውሲ ገጠር ካብ ስደት ካብ ስደት ዝመፁ ከማ ነይሮም ካብ ሱዳን ዝከረኒ ይሕለውንሎም ነይሮም ነዚ ኩሉ ሰብ ድማ ኣብ ሓደ እንተ ኣኪብናዮ ከምታ ኣብ ድስቲ ዝተፈላለየ ነገራት ኣምጺና ቀመማት ጸብሒ ንሰርሕ ንሕና ከኣ ቀመም ናይታ ድስቲ እታ ድስቲ ከኣ ብዓቢኣ እታ ውድብና ድስቲ እታ ቤት ትምህርትና ድስቲ እታ ኣተዓባብያና ድስቲ ደቂ ሓደ ዓባይ ድስቲ ክንብል ከለና ናይ ሓደ ስድራ ዘይኮነስ ናይቲ ብምሉእ ሕብረተሰብ ዝተኣከበ እሞ ብዘይ ኣፈላላይ ብቑዕ ዜጋ ኣብ ትሃንጸሉ እዋን እትገብሮ ኣጸዋውዓ ኮይኑ እዩ ዝስምዓኒ። ዝያዳ እንተልዩዋ ኣመሰራርታኣ ምን ኢልዋ መዓስ ኢልዋ ግን ኣነ ከምዚኣ ትመስለኒ በታ ሓደ በታ ኣፈላላይ ዘይብላ ኣብ ሓደ ዓቢ ድስቲ ይስራሕ ዝከረኒ ዋላ ገዓት ክገዓት ከሎ መዓት ሞኮስ ኣትይዎ በትን በትን ትጠውቁ ቁልጽም ዘለዎ ፊተውራሪ ኣለይቲ ኮይኖም ክጉዕቱ ከለዉ ጽቡቅ ገይሩ ዝከረኒ እዚኣ ዓባይ ድስትና ናይ መግቢ ኣፈላላይ ዘይብላ ንኽስቶ እዚኣ ትግብኦ ንኽስቶ እዚኣ ዘይትግብኦ ኣይትብል ሓንቲ መቐረታ ሓንቲ ዝዓቐና ንበልዓላ እታ ድስትና ሓንቲ እዚኣ ክትከውን ካልኣይ ብዓቢኡ ግን እቲ ኣመጻጽኣናን እቲ ኣጠራንፋናን እቲ ዕላማ ናይ ኣተዓባብያናን ነታ ትመጽእ ዘላ ኤርትራ ሰረት እዩ ዝንበረልና ነይሩ እሞ ኣተዓባብያ ኣብ ሓንቲ ቦታ ዝኹስኮሱ ዜጋታት ኮይና ትስምዓኒ ግን ኣመፃፅኣ ዝፈልጥ ወይ ምን ኢልዋ ስለምንታይ ተባሂላ ፍልይ ዝበለ ኣገላልፃ እንተልይዋ ግና ናብዞም ስድራ ይገትፋ ማለት እዩ። ነታ ስምሲ ነታ ዓባይ ድስቱርሲ ርዒምናያ ናብ ዝያዳ ሓሲታ ሽም ብኸመያ መፅያ ስለምንታይ መፅያሲ ካብ ፋጥማ ክፅበያ ፀኒሐ ሕጂ ግን ኣነ ካብቶም ዝረዓምዋ እያ ግን ግምታት ኣለኒ ብኸመይ ኢሎማ ክኾኑ ክእሉ እናተይ ትንታነ ክህልወኒ ይኽእል እዩ ኣድስቲ ከምታ መጀመርያ ዝበልናያ ብዙሕ ኢኻ ትእትወላ ሓደ ፀብሒ ንክሰርሕ ንኣብነት እንደምነሽ ምባል ዳኣ ተኣሪሙ እዩ ደሓር እምበር እንደምነሽ ክሰርሕ ተኮንካ ሲ መዓት ገለ መለ ኢኻ ትእትወላ ሕጂ እቶም ኩሎም ኣብኡ ዝኣተዉ ኣብቲ ድስቲ ዝኣተዉ ንሕና ኢና እቶም ካብ ትሽዓተ ብሄራት ካብ ክልተ ፆታ ካብ ዝተፈላለዩ ደርብታት ማሲ ካብቲ ሸቃላይ ካብቲ ገበራይ ካብቲ ካብ ኩሉ ማለት እዩ ዝመጸ ህጻን ብምሉኡ ኣብታ ድስቲ እዩ ዝኣቱ ዘሎ ምክንያቱም ነቲ ጸብሒ ንሰርሕ ኣብ ሞዳ ጸብሒ ትወጽእ ማለት እዩ እቲ ውጽኢት ናይቲ ጸብሒ ሕጂ እታ ድስቲ ትበሃል ዘላ ንሳ እያ እታ ንዓና ዘዕበየት እያ ስለዚ ካብዛ ድስቲ እዚኣ ሲ ኩሉ ነገር እቲኻ ሲ ንኩሉ ነገር ሓዋዊስካስ ሓደ ነገር ሓደ ጌርካ ተውፅኦ ካብ ምባል ዝመፀት ኮይና ትስማዓኒ
ኣነ እውን መን ውፅዋ ኩስቶ እየ ክብል ኣይክእልን እየ ግን ከምዚ ክገልፅዎ ዝፀንሑ እዩ ዝኸውን እቲ ዓባይ ድስቲ ኣብታ ናይ ኣብ ሃይለ ደርፊ እውን ድስቲ ፀይረ ክከባለል ትብል እያ ስለዚ እታ ድስቲ ካብ ዜሮ ዝጀመረት እያ ክትከውን ትኽእል ምክንያቱ እቲ ቤት ትምህርቲ ሰውራ ክትጠር ከሎ ካብኡ ትሒዛ እያ ምስኡ ነይራ ምክንያቱ ብበዓል ሓወል ካብ ጀልሃ ካብ ካብ ዜሮ ብበዓል ሰበር ቀጠ ገይራ በዓል ሓው እዚ ኩሉ ምዝላቕ ሰ ኣዝሊቓ እያ ምሳና ምክንያቱ ድስቲ ፀይረ ክንከባለል ኣብ ገለገለ ስእልታት ናይ ቤት ትምህርቲ ሰውራ እውን ትሪኣ ኢኻ ድስትን ጀሪካንን እታ ድስቲ እዚሲ ከቢራ እያ ልዕሊ ዝኾነ ይኹን ነገርሲ ትኸይድ ነይራ እያ ሕጂ ካብኡ ጀሚራስ እሳ እያ ኣቑማታ እታ ዜሮ እታ ዜሮስ በታ ድስትና ድቖመት እንድያ ምሳና ኮለል ኢላ እያ ሕጂ ኣማጻጽኣኣ ዋላ ብልክዕ ኩስተይ ኢልዋ ንኹስተይ ኢልዋ ተደይበልኩስ ካብ ዝብልዎ ዝጸንሑ ድፍለ ክስታይ የብለይን ክሪኣ ከለኹ ዓባይ ድስቲ መን እዩ ውጺዋ እንድዒ ምናልባት ኣስመሮም ሃብተማርያም ከይኮውን ጆሪ ስምዓት ሓያል ስራሕ ሰማኛ እዩ ነዛ ስም እዚኣ ነዚ እዚኣ ዝመሃዘ ሰብ ስለ ክበለ ልክዕ ስም እያ ትውክሎ እያ ነቲ ተምሃራይ ብሰውራ እዚ ዓባይ ድስቲ ኢንጀነራሊ እንድሕር ርኢናያ እንታይ እያ ምሂራ ኣብቲ ቤት ምሰውራ ንሕና ንፋቐር ኢና ተማቐልቲ ኢና ተዋሃብቲ ኢና ተመላላእቲ ኢና ክንብል ከለና ካብቲ ዓባይ ድስቲ እውን ወጽእ እቲ ምስጢር። ስለዚ ሞሶብና እያ። ብደጊኣ ረሳሕ እያ፣ ብደጊኣ ጠቐር እያ፣ ጸላም እያ። ዘይተኣደነ ኣጉናድ ጓህሪ እዩ ዝልብልባ። ውሽጣ ግን ጽርይቲ እያ፣ ትሕጸብ እያ። ሓደ ሓደ ግዜ ሓንጊርናያ ክንከይድ ከለናሲ ተንካራሪ ውያት ወድቅ ንኩላ እውን ርእየ ኣይፈልጥን እየ ክትልሓም ርእየ ኣይፈልጥን ምናልባት ንራሕባ ትኸይድ ነራ ዶ ኣይትኸይድን ርግፀኛ ኣይኮንኩን እንታይ ዓይነት ድስቲ እያ ነራ ብምንታይ እያ ተሰሪሓ ከምኣ ትገርመኒ እያ እዚ ንባዕሉ ነቲ ትሪ ናትና እዩ ዝገልፆ ነቲ ሰንደልደል ዝበልናዮ ማለት እዩ ፈቐዶ ኣኻውሕ ስለዚ እዚ ዓባይ ድስቲ ከመወከሊት ስም ናይ ቤንሶራ ክትነብር ጥራሕ እየ ዝደልያ ፅብቕቲ ስም እያ መርፃ እያ
ክስታይ ናፅነት ምስ ኮነ እቲ ኣብ ምሕራር መላእ ኤርትራ ሲ ኣበይ ነርና ማለት ኩልና ወብ ቤት ትምህርቲ ሰውራ ነርና ገሊኦም ከም በዓል ፋጥና ምናልባት ካብ ቤት ሰውራ ወፂኹም ነረ ንኾና እሞ ኣብዚ ኣብ ምሕራር ኣብ ምሕራር መላእ ኤርትራ ኣበይ ነርና ዝተሰማዓና ስምዒትን ከየንዋሕና ከየንዋሕና
ሽዑ እንታይ ተሰሚዕኒ መስለካ እታ ናጽነት ክትመጽእ ምዃና ከም ርጉጽ ኢኻ ትወስዶ ከም ስነ ሓሳብ ክትሪኦ ከለካ እዚ ኩሉ ናይ ሰላሳ ዓመት ገድልና ሓደ መዓልቲ መዛዘሚ ከም ዘሎ እቲ መዛዘሚ ድሕሪ ናይ ናደውን ፈንቅልን ይቀራረብ ከም ዘሎ ድሕሪ ወፍሪ ናይ ደቡብ ማለት እዚ ናይ በዓል ሰገነይቲ ዓዲ ቀይሕ ዝነበረ እዚ ኩነታት ናይ በዓል ኣፈልባጥ ናብ ኣስመራ ገጽካ እቲ ሰራዊት ናይ ደርግ ድማ እናክበብካ ኣብ ፀቢብ ዝመፀሉ ነበረ። እቲ ናፅነት ክፅበዮ ጥዕና ኮይኑ ምስ ተብሃለ ግን ኣነ ብጣዕሚ ሽዑ እንታይ ሕጂ ንሕና ማለት መፅያስ ናፅነት ንርኢ ኣለና ፍረ ሰላሳ ዓመት ፍረ እዚ ኩሉ ከርተት ዝበሉ ኤርትራውያን ዝተሰደዶ ዝተሓነቆ ዝተሓየሮስ እቶም ኩሎም ብፆትና እዞም ምሳና ብዓብይ እቶም ናይ ቤት ትምህርቲ ሰውራ ነበሩ ኣብ ድሕሪ መስመር ከለና ይኹን ኣብ ግንባራት ኮይዶም ድዮም ብዝተፈላለየ ኣጋጣሚ እታ ዝተሰቁስ ሕጅስ እዛ መዓልቲ እዚኣስ ኣይርእይዋን እዮም ኢለሲ ሓደ ሓሳብ መፂኒ ማለት እዩ እሶምሲ የለውን ንሕና ግን ዕድለኛታት ኮይና ማለት ንናፅነት ስበቂዕና ማለት እዩ እታ ኩሉ ኤርትራዊ ዝሓለማን ዝሃረፋን ብዛዕባኣን ዝተዋረደ ኩሉ ነገር ዝረኣየላ ኤርትራዊ ሲ ከተመ ተገይሩላ ኢለ በቲ ሓደ ነብሰይ ክእመን ከለኹ በቲ ሓደ ከዓ ክትቋፀ ሰለስተ ኣርባዕተ መዓልቲ ኮይኑ መግቢ ከይበልዓና በዘን ናይ ፈጨው ካሴት ነንሕድሕድና እናተሓቋቆፍና መግቢ ተረሲዑ ምምህርና ደለዎ ምምህርና ንሕና ንመፅናዕቲ ዝመፀና መፅናዕትና ከምዚ ሓደ ፅቡቅ ፀብሒ ክሰራሕ ፀኒሕካ ማይ ዘብዛሓካሉ ኮይኑና ኣነ ክገልፀሲ ኣይክእልን እየ ግን ካብ ንድሕሪት ተመሊስና ነቲ ዘየሎ ምሳና ኣሕዋትና ድዮም ማለት ካብ ኣባላት ስድራና ድዮም ኩሉ ኩሉ ትስብ ሓስቡ ኣባላት ስድራና ክብል ከለኹ እቶም ናይ ቤት ምሳውራ ምሳና ዝዓበዩ ኣብታ ሰዓት ክሳብ እታ መወዳእታ ደቂቕ ዝተሰብኡሲ ኣብ ቅድመኻ መፁካ ሕጂ ክልተ ኮይና ማለት እዩ ንሳቶም ነዚ ክቡር ዕለት እዚ ሓሊፎም ንሕና ከዓ ነዚ ክቡር ዕለት እዚ በቂዕናስ ድሕሪኡኻ ሓደ መስርሕ ኣሎ ኢልካ ትሓስብ ግን ናይ ሽዑስ ከምዚ ኣይ ስንባዴ ኣይ ሓጎስ እቲ ሂወተይ ዝተፈራረቀ ኔሩ ማለት እዩ ኣጋጣሚ ኮይኑ ከኣ ኣብቲ ኣዝዩ ነዊሕ ዓመታት ድፋዕ ዝነበረሉ ናይ ግንባር ናቅፋ ምጽንሐይ ከኣ በቲ ሓደ ብጣዕሚ ነገር ከኣ ሓበን ተሰሚዑ ማለት እዩ ከምዚ ከምዚ ናጽነት መጽዩስ ምስ ስድራና ክንራኸብ ገለ መለ ከምኡ ሓሲበ ኣይፈልጥን እየ ናጽነት ምስ መጸት ኣስመራ ተታሒዛ ኣላ ምስ ተባሃልኩ ኣብ ባጽዔ ነይረ እዛ ብረት ካዝና ምልእቲ ብታሕጓስሲ በቃ እንድዒ ዋላ ምቁጽጻር ከማን ሲኢነዮ ደሓር ሽዑኡ ፍርቅና ኣብ ባጽዕ ፍርቆም ከኣ እቶም ፍርቆም ከኣ ኣብ ኦፕሬተራት ኣስመራ ኣትዮም ነይሮም በዓል ፍጹም በዓል ጀዋን ዝበሃሉ ንሕና ድሕሪ ወርሒ እዚ ኩሉ ሆሆሆሆ ክበሃል ከሎ ኣስመራ ባጺዐ ነይረ ኣይተሃንጠኹሉን ከማን ነስመራ ክኸይድ ማለት ሲ ከምቲ ዝበልኩኹም ኣቦይ ኣብ ገድሊ እዩ ነይሩ ማማ እውን ምስታ ናይ ባፅዕ ምትሓዝ በዚ ድሕሪ መስመር ክትሪኦ ኢላ ምስ መፀት መንገዲ ምስ ተዓፅዋ ዓመት ኣብቲ እንዳ ህዝቢ ኣትያ ነይራ ሕጅስ ኣቲ ኣስመራስ እንታይ እንታይ ወላ ሓንቲ ክስታይ ድሕሪ ወርሒ ምስ ኣተና ሽዑኡ ኣብቲ ቃኘው ኢና ኣቲና ኣብ ቃኘው ምስ ኣተና እዚ ኩሉ ሰብ ናብ ስድርኡ ገዝኡ ገለመለ ክብል ከሎ ኣነ ገዛይ ኣበይ ምዃኑ ይፈልጦ እየ ገጀረት እዩ ግን ኣይትሃንጥኹን ክኸይድ ከዓ ዋ ኣንቲ ሰባት ጓል ኣስመራ ዶ ይኮንክን ዋ ኣስመራ ዶ ይኮንን ስድራ ክብሉኒ ዋ ኣስመራ ደኣ ኣስመራ ወግን ደሓን ኣይፈልጣን እየ ኣነ እሞ ኣበይ እዩ ቁሩብ ከ የብሉኒ ገጀረ ተፍታ ጠቃ እንዳኖራ ጥራይ ምስፈዱን እሞ ድሓር ኣነ ከርእኹም ዓባየይ ነይራ ሽዑ ማለት እዩ ሕጂ ሒዞም ንመስሓቅ ገይሮም ንበዓል ጀዋን ማለት እዩ መስከርኩ ሳባ መፅኣ ጓል ኣቦይ ገረዝጌር ጓል ተስፋ ገረዝጌር መፅያ ተባሂሉ ሕጂ ሲ ከምዚ ሓጎስ ድዩ ገለ ድዩ እቲ ናፅነት ምስ መፀሰ ኣነ ብጣዕሚ ክስታይ ኮይነ ኣይ ሓጎስ ኣይ ገለ ብጣዕሚ ክስታይ ገይሩኒ ማለት እዩ። እቲ ናጽነት ክትመጽእ ምዃና እኳ ኣቐዲሞም እውን ይምህሩና ስለ ዝነበሩ ኣብዚ ርእስና ዓቢ ተስፋ እዩ ነይሩ። መዓስ እያ ክትመጽእ እያ ዘይንፈልጥ እምበር ክትመጽእ ምዃና ንፈልጥ ነርና ኢና። ስለዚ እቲ ምስ መጸት ኣዚና ኢና ተሓጒስና። ማዕረ ማዕሪኡ ግን እንታይ ኢኻ ጌርካ ተልክኒ ዋ ወላ ሓንቲ ኣነ ዝሕዞ ዝጭብጠን ኣይፈልጥን እየ ክዘልል ውዒለ በቃ ክዘልለ ውዒለ ሽዑ በቃ ተሓጒሰ ክነጥር እየ ውዒለ ክንደይ እምኒ ክንደይ ገረብ ነጢረ ኣይፈልጥን ግን በቃ ብታሓጓስ ከምዛ ብተይ ፊዕ ክሉ ውዒለ ግን እንታይ ሽዑ ቁር ዝን ከዓ ትብል እቶም ከምዚ ዝተፈልዩካ መተዓቢቲ ብዛዕባ ሞካ ትሓስብ እዚኣቶም ዚ ነታ ናፅነት ክሪእዋ ኣይከኣሉን ኢልካ ብዛዕባኦም ስቁር ቅርታ ይስማዓካ ሽዑ ብዛዕባኦም እየ ዝን ኢለ እቲ ተሓጓስ ናይ ዝላን ዝጥራን ምስ ሓለፈ ኣብቲ ካልኣይ ኣብ ሳልሳይ መዓልቲ ዝን ኢልካ ብዛዕብኦም ኢኻ ክትሓስብ ትጅምር።
ጠቕላላ ኤርትራ ናጽነት ኣብ ናጽነት ግዜ ኣብ ዓራግ እያ። ተማሃሮ ኮይና ኣብ ዓራግ ኔርና ናይ ሽዑ እንታይ ብልጭታ ተዘክሮ ኣለኒ መስለኪ እዞም እዘን ጉጅለ ባህልታት ባህል ውድብ ኩለን ባህልታት ናይ ክፍለ ሰራዊት ኣብ ዓራግ መፅየን ነይረን ብምሉአን ከም ንሰነት ተባሂሉ ምሸት ምሸት ኣብኡ ክስታ ይገብርዎ ነይሮም ይስንድዎ ነይሮም ሕጂ ተደሪርና ኣውቶማቲካል እንዳ ባህሊ ኢና ንኸይድ ኣብኡ ኢና ንማስ ባህሊ ክርኢ ማለት እዩ ሽዑ ዝድረፋ ነበራ ደርፍታት እዝክረን እየ ልክዕ ናይ ንናፅነት ዝውክላ ኣለለና መፃለና ብዝበላ ፅንሒ ገለገለ ዝብል ደርፍታት ሽዑ ዝኩረ ሕጂ ንሕና ኡኡ ኮፍ ኢልና እንዳ ረኣና ኮለና ባህሊ ናጽነት ሕጂ ከምዚ ሕጂ ሰብ ክርእየና ኮሎ ንዓና ምጭሕምና ምስ ገለ ገለ ነቲ ገድሊ ገለ ዘበርከትናሉ ንዝመስሎ ንሕና ኣብቲ ገድሊ ኣነ ኣነ ብውልቀይ ማለት እዩ ዓብየ ጥራሕ ኣብኡ ተማሒረ ስድራይ ኣቦታተይ ኩሉ እቲ ነቲ ገድሊ ኢሉ ዘበርከተ ሰብ ኣብኡ ነይሩ ኣነ ግን ንናጽነት ኣይወዝኖት ማቹር ከማን ኣይነበርኩ በዚ ክስታይ ክሪኦ ከለኩ ብሱል ኣይነበርኩን ሽዑ ግዜ ሲ ናጽነት እንታይ እያ ትመስል እንታይ እዩ ገድሊ እንታይ ዋጋ ክፈል ኣሎ ድሕሪ ናጽነት ከ እንታይ ብድሆታት ኣሎ ገለ ብዙሕ ኣፍልጦ ይነበረኒ ብናተይ ብናተይ ክስታይ ማለት እዩ ድሓር ኣብኡ ከለና ካብቶም ኣባላት ናይ ባህሊ ተዘይተጋገ ተፈኖ በዚ ልዕለና ጠጠው ዝርኢ ሒዙ ማለት እዩ ኣቱም ሰባት ኣስመራ ተታሒዛ ሰማዕ ኣለኩ ገለገልገለ ንሕና ከዓ ዋጭዋጭ ንብላኡ ኮይና ማለት እዩ ምስቶም መሳቱና ደቂ ጋንታና ኣታ ኣስመራ ተታሒዛ ብላ ኣሎ ኣስመራ ተታሒዛ ብላ ኣቶም ሰባት ኣስመራ ተታሒዛ ዝስምዕ ኣለኹ ገለገለ ዝብል ተፈኑ ብድሕሪኡ ብማዕዶ ሓባሪ ናይ ተኹሲ ሪኦም ክብለኩም ይፀንሐ እንታይ እዩ ወሊዑ ነይሩ ሽዑ ንሱ ካብዘን ሬድዮታት ናይ ደገ እዩ ወሊዑ ነይሩ ድምፂ ሓፋሽ ከማን ኣይመስልን ዘይተጋገ ቢቢሲ ቢቢሲ ዝክራ ዝክራ እያ ቢቢሲ ቢቢሲ እዮም ተኣኪቦም ዝሰምዑ ካልኦት ኣቃሊሐን ኣይኮነ ካልኦት ሬድዮታት ካልኦት ማዕኸናት እየን ምስለና ኣቃሊሐንኦ ሕጂ ኣጋጣሚ ነታ ክስታይ ረኺብዋ ኣስመራ ተታሒዛ ይሰማዕ ኣለኹ ጥራሕ እዩ ዝብል ይደጋግሞ ኣሎ። ደሓር ብኔው ሓባሪ ምስ ተወልዐ እዚ ዝግበር ዝነበረ ባህሊ ተቐይሩ ብምሉኦም ከኣ ሓይልታት እዮም ኣብቲ ባህሊ ሽዑኡ ምርኢት ዝገብሩ ዝነበሩ ማለት ንሰነድ መጺኦም ነበሩ ምስ ዕጥቆም ምስ ኣርበጆም ምስ ብሬኖም እዮም በቃ መሬት ናብ ዓውደ ግንባር ተቐይሩ በቃ ንሕና ከዓ ንላዕሊ ንቤት ትምህርትና ከድና ማለት እዩ ንላዕሊ ንቤት ትምህርትና ከድና ድሕሪ ንፅባሒቱ ጠያይት ኣኣሪና ናብ ኣባላትና ማለት እዩ ከከም ዝኣረካዮ ጥይት ኢካ ትትኩስ ናተይ ከዓ ፍልይ ድበለ እዩ ካብ ናትኩም ካብቶም ኣብኡ ዘለኹም ኩልኹም ፍልይ ድበለ እዩ ካብዞም ኣብዚኣ መታዕቢተይ ምሳይ ዘለኹም ቴስዓ ወርሒ ኣርባዕ ወርሒ ሓሙሽተ እየ ካብ ቤት ትምህርቲ ሰውራ ወፅየ ኣባል ማእከላይ ሕክምና ተመዲበ ልክዕ ቴስዓ ንሓደን ወርሒ ሓሙሽተ እያ ከዓ ናፅነት ትመፅእ ዘላ ኣብዘን ውሽጢ ዓመት እዚኤን ኣበይ ኔርኪ እንድሕር ኢልኩምኒ ኣብዘን ውሽጢ ዓመት እዚኤን ቴስዓ ኣፍዓበት ማእከላይ ሕክምና ተመዲበ ምርብራብ ናይ በዓል ግንባር ደቂ ኣምሓረ እዩ ዝግበር ነይሩ ሽዑ ኣጋር ሓኪም ተማሂረ ቀዳማይ ደቂ ኣምሓረ ግንባር ናይ ደቂ ኣምሓረ ክፈሽል ዝፈሸለትና ኣብኡ ኣጋር ሓኪም እምሃር ኣለኹ ንመጀመርታ ግዜ ኣብ ስራሕ ሕክምና ኣትየ ምስ ተጋዳላይን ምስ ባህር ተጋዳላይን ምስ ሽግራት ናይ ተጋዳላይን ፊት ንፊት ዝገጠምኩሉ እዩ ብምርኣይ ማለት እዩ ብግብሪ ከኣ ሽዕኡ ጢዖ ተታሒዛ ስለ ዝነበረት መጥባሕቲ ኣሃዱ ተበገሱ ማእከላይ ሕክምና ተባሂሉ ካብ ኣፍዓበት መጥባሕቲ ኣሃዱ ንሕና ካብ ኣፍዓበት ተበጊስና ሓንቲ ጋንታ ኣብ ማይ ኦልዮ ዝነበረት ናይ ሕክምና መጥባሕቲ ኣሃዱ ከኣ ኣቑሑታ ጥቕሊላ ከኣ ንትግራይ ተበገሲ ተባሂላ ክልቴና ኣብ ሓንቲ መዓልቲ ዘን ኣብ መጥባሕቲ ኣሃዱታት ኢና ንብገስ ኣነ ተበጊሰ ንጢዖ እየ ድኸይድ ሽዑ ኣብ ምርብራብ ናይ ወፍሪ ደንከል ተባሂሉ ዝዝረበሉ ኩሉ ሰብ ዕለት ዕስራን ኣርባዕተን ጉንበት እዩ ተሓጒሱ ኣነ ግን ዕስራን ሓሙሽተን ጉንበት እየ ተሓጒሰ። ምኽንያቱ ኣብ ደንከል ኢና ነይርና ንሕና ምርብራብ ናይ ደንከል ብምልኡ ኣብኡ ኣለኹ እቲ ውግኣት ብምልኡ ክግበር ከሎ መጥባሕቲ ኣሃዱ ኮይኑ ኣብኡ እየ ደለኹ ካብ ጢዖ ተበጊ ጢዖ ኦሬዲ ተታሒዛ እያ ጸኒሓትና ያላ ቀልጽሉ ስለ ዝተባህለ ኣፋምቦ እዩ ነይሩ ሕክምናና ኣብ ኣፋምቦ ኮይንና ምርብራብ ናይ ዋደ ምርብራብ ናይ ግንባር ቬሉል ዝነበረሉ ብምሉኡ ኣብኡ ኣለና ውግኣት ካብኡ እናተቐበልና ንሕና ንድሕሪት ንሕርጊጎ ኢና ንሰጎም ኔርና ውግኣትና። ኣጋጣሚ ኣብ ከምዚኣ ግዜ እዚኣ ክትከውን ከላ ውግኣት ሒዘ ኣነ ተበጊሰ ንባጽዕ መጽየ ኣለኹ። ካብኣ ተመሊስና ምስ ኣተኹ ኣስመራ ተታሒዛ ክበሃል ከሎ ኣብ ኣፋምቦ ኣለና። ኣፋምቦ ሽዑ እንታይ እዩ ክኸውን ኣብ ቅድሜና ዘሎ ኣብ ቬሉል ዘሎ ጸላኢ እንታይ እዩ ክንዲ ኩኒ ኔሩ ውጩ እዩ ኔሩ። እቲ ክስታይ ሕክምና እወ ዋላ ሓንቲ ዋላ ሓንቲ ብዘይ ተኹሲ ብዘይ ገለመለ ኢና ንሕና ንዓሰብ ኣቲናያ ኣብዚኣ ክንብገስ ከለና ሽዕኡ ማእከላይ ሕክምና ተበገሱ ተባሂሎም ኦሬዲ እቲኦም ግንባር ንቕድሚት ስለ ዝነበሩ ሓይልታትና ቅድሚት ስለ ዝነበሩ እሶም ኣትዮም እንዳተኮሱ ንላዕሊ ናይ ታሕጓስ እዮም ኣትዮም ንሕና ሕክምናና ጠርኒፍና ኣቲና ካብ ኣፋምቦ ተበጊስና ንዓሰብ ዕለት ዕስራን ኣብ ሓሙሽተን እየ ዝደለኹም ካብኣ ከድና ወኪል ድምፂ ሓፋሽ ኢሳቅ መሓሪ ወኪል ኮይኑ ሽዑ ምሳና ነይሩ ኣብ ምሳይ እቶም ኣብታ ውሽጢ ድነበርና ድተራኸብና ቤት ሙሰውራ ኣብቲ መስርሕ ንራኸብ ድነበርና ኣብርሃም ኣሰፋ ውዲፁ ናይ ተወደን ኣሎ ሰብኣይ ሚሊዮን ኣርኣያ እሱ ናይ ሬድዮ ፅገና ሬድዮ ኮይኑ መሰን ሓይልታት እዩ ነይሩ ተወልደ ዘርኣይ ኣቦይ ርጉም ድበሃል ሕጂ ኣሜሪካ ኣሎ ሓይልታትና እዩ ነይሩ ተወጊኡ መፂልና እዩ ነይሩ እዚኦም ተተሓሒዝና ኩልና ዓሰብ ምስ ኣተና ኣብ ዓሰብ ኢና ንራኸብ ዘለና ዒለት ዕስራን ሓሙሽተን ዕስራን ሓሙሽተን ጉንበት ከተማ ዓሰብ ኣቲና እዚኣ ነይራ ናትና ናተይ ክስታይ ከኣ ናቲ ካብ ና- ካብ ናትኩም ቁሩብ ፍልይ ዝበለት ኣርባዕተን ጉንበት ክብል ከሎ ሰብ ኣነ ዕስራን ሓሙሽተን ጉንበት እየ ትብል የ- ዮዲት ኣስመሮም ናተይ ከዓ ልክዕ ምስ ናይ ቢንያም እምባየ ተመሳሳሊ እዩ ኣብ እምባልቆ ኢና ነርና ሽዑ ሓንቲ ሬድዮ ነይራትና እታ ሬድዮ ከምቲ ቢንያም ዝበሎ ምሉ መዓልቲ ደርፍታት ናይ ቃልሲ ክትዝርጋሕ ውዒላ ሽዕኡ ደይርሰዓኒ ሰናይት ዓንዲ ሓርያት ናይ ኣዲኣ ደርፊ ነይራታ ኣብቲ ጎልጎል ወፂና እንታይ ትብል ነይራ እዚ ባሊላ ባሊላ ኣቲ ገለ ትብል ነይራ ናይ ደርፊ ናይ ኣልጋነሽ ስዩም ናይ ኣልጋነሽ እዩ ኣልጋነሽ። ንዓኣ እናደረፈት ካብ እምኒ ናብ እምኒ ክትዘልል ከላ ይዝከረኒ እ፣ ግን እቲ ስምዒት ከምቲ ቢንያም ዝበሎ ዝተሓዋወሰ ስምዒት እዩ ነርና ሽዑ ካብ ናይ ጅድን ቢንያም ንፍለ ዝኽሪ የብለይ ኣብ ናቕፋ ኣብ ጻብራይና ኣብ ማልቆ ኢና ነርና ተማሃሮ እ፣ ሕጂ ቀቅድሚኣ ግን ምስኣ ኣተኣሳስር ኣቢለስ ቅድሚ ናጽነት ዘይርስዓስ ሓደ ኣብ ቤት ትምህርቲ ኣብ ዓራር እንዳተማሃርና ከለናስ ሓንቲ ሕቶ መጽያትና ንኩላትኩም ክትምልስዋ ናጽነት ክመጽእ እሞ ጽባሕ ንግሆ ናጽነት ምስ መጽእሲ ጎደናታት ናይ ኤርትራ ብናይ መግዛእቲ እንዴን ዘለዋ ምስ ኣተናስ ስማተን ብናይ ብናይ ገድሊ ማለት ናይ ኤርትራ ስም ብናይ ሃገር ብናይ ደቀን ብናይ ደቀን ኣስማት ክትካእ እዩ ስለዚ እዚ ሓንቲ ሕቶ ኣላትና እዚኣ ከምዚ ሕቶላ እሞ ዝመፅመት ምርጫ ኣለኩም ተባሂልናት ይመፅ ሕጂ እንታይ ንክትነግረቲ ናፅነት ገለ ይርዳእካ እዩ በረኻ ኣለካ ገለ ግን ኣነ ፐርሰናሊ ትርሓስ ክነግረኪ እቲ ብንእሽተይ ከለኹ ዝተቆረፀ ድሕረ ባይታ ናተይሲ ኣይፈልጦን እየ። ናጽነት ምስ መን እዩ ከራኽበኒ ኣይኮነን። ናተይ ታሪኽ ህይወትሲ ኣብ ገድሊ እዩ ዝጅምር ዘሎ። ስለዚስ ንዓይሲ ካብቲ ኩናት ካብቲ ገለ ክንድሕሪና ምስ ስድራይ ክብል እኮ እየ እንተኾይነ ከኣ እቶም ምሳይ ዘለዎ ኣቦይን ኣደይ ማዘር ያቁላ ኣሕዋተይ መይቢ ምስኣቶም ክንተኣኻኸብ ኢና እምበር ሓደ ዓቢ ሕብረተሰብ ኣብ ኣስመራ ወይ ኣብ ኤርትራ ዝጽበየና ከም ዘሎ ምስኡ ምውህሃድ ከድልየና ምዃን ካልእ ዛንታሲ የለን ኣባይ ናጽነት ኣስመራ ገለ ክብሉ ሰምዕ ግን ከምዚ ዝብለኪ ከምዚ ክሳይ ክኸውን ኣይክእልኒ ው ናጽነት ምስ መጸት ኣስመራ ዝበሃል ክንርኢ ኢና ክንወጽእ ከምኡ ዝበሃል ሕልሚ ኣይነበረና እቲ እቲ እቲ ናይ ነፈርቲ ኣዝየን ዘሰቅቓና ዝነበራ ኩሉ እቲ ዝነበረ ሽግር ግን ከኽትም እዩ ናጽነት ክርከብ እዩ ገለ ኢለ ሕጂ ሰናስማት ዘይርስዐን ኣውፂኦምናስ ቀዳማይ ኤቢሲ እንድዩ ከምዚ ቹዝ እዩ ነይሩ እቲ መልሲ ኤይ ኢሎም ኣብዚ እተን ብጽ- ብ- እተን ጎደናታትሲ ብጽባቐ ብስልጣን ናይቶም ኣብቲ ግዜ ገዛእቲ ዝነበሩ ቀደመ ሃይለ ስላሴ እዚ ሕጂ ጎደና ሓርነት ተባሂሉ ዘሎ ማለት እዩ ቀደመ ሃይለ ስላሴ ገለ ገለ እንዳበሉ እተን ኣስማት ደርጊ ደውጸን ንሕና ከዓ እ፣ ኤይ እ፣ ኣብዚ ሓደ ከዓ ቹዝ ግበርዎ ኢሉ ከዓኒ ጎደና ሓርነት ጎደና ተጋዳላይ ጎደና ገለ ድበል መዓት መቸም መጺእና ሕጂ ኣጋጣሚ ዳሕሮ ዝተረፍና ክላስ ንሕና ጸኒሕናዮም ስታሕዝቶ ናባና መጽያ ሕጂ ሽዑ እዩ ከምዚ ዋ ናጽነት ስለሌልካስ ከምዚ ምሳለኪ ትሰርሖ ሕጂ ክሳዕ ክንድኡ ሓቂ ከማን ኣይመሰለንን ስእሊ መዘከር ኣላህኒ ክሳብ ሕጂ ዘይርስዓ ኣላ ምሳይ ኣብ እምባልቆ ምስ መጻና እቶም ከምዚ ኢልኩም ተሓቲትኩም ዝነበርኩም ሕቶ ክላሲ ትግልጫኹም መጺእኩም ኣሎ ተባሂልና ነቲ ቀዳማይ ዝወጸ ናይ ሓይሊ ናይ ፓይሎት ጃኬት ና- እቲ ካልኣይ ዝወጸ ናይ ሓይሊ ባሕሪ ናይ ሳልሳይ ከዓ ምስቶም ናይ ሚሊሻ ወሲድና ማለት እዩ ሕጂ ነፅነት ክበሃል ከሎ ሕጂ ከም ዝብለኪ እም፣ እዚታት እዩ ቁሩብ ሓ- ሂንት ዘለኒ እ፣ ሕብረተሰብ ግን ክግምቶ ኣይክእልን እያ ሓንቲ ጥራይ እንታይ ይብል ነቦይ ኣዝየ ስለ ዘፍቅሮ ዝነበርኩ መስዋቱ ከዓ ናይ ብሓቂ ብጣዕሚ ብውሽጠይ ብጣዕሚ ስለ ዘቐንዘወኒ እንታይ ወላ ክትዛረብ ኢኻ ክትገልፅ ኢኻ ዘይትኽእል እምበር ቀንዛ ነይርኒ በቃ ሕጅስ ንክፍላይ ዝወለድዎ ስድርኡ ኣቦ ድኡ ገለስ ክሪኦም እዮም ኣለ ዲለ እዚኣ ዓይነት ቁርብ ተሰሚዓትኒ ልዕሊኣ ግን ከምዚ ጅሉ ክትብሎ ፀንሐት ናፅነት ኮይኑ ኢሉ ሰብ ክነጥር ገለ ምስ ጀመረ ምስኦም ኣብቲ ምባልቁ ኩላትና ምስ ተኣክምና ክትኩሱ ገለ ምስ ጀመሩስ ዘይርሰዓስ ከይደስ ኣብ ሓንቲ ኣብ ሓንቲ እምኒ ኮፍ ኢለስ ንብዙሕ እምትዮም ክሳዕሪትና ብሂወት ዘየለውስ ዘኪረ በዓል ቅዱሳን በዓል ከምዚ በዓል ተስፋ ኣለም ግን ኩሎም ስውራ እዚኦም ከዓ በቃ ኢለስ ከምዚ ምሻለኪ ብኮምስ ነቢዐ ዝክሮ ከምዚ ኮፍ ኢለስ በቃ ነቢዐ ናፅነት ጓል መምህር ተስፋ ሽዑ ዘይርሳዕ ኣብኡ ኮፍ ኢላ ፀኒሓትኒ እንታይ ናበይኒ ኮፍ ኢልኪ ኢላ ትምስ ንዕናይ ባ ገለ ኢልና ተተሓሒዝና ሽዑ ከይድና ማለት እዩ ስለዚ ተኣታ ካልኣይቲ ደሓነይ ምስ ኣተና እቲ ሓፈሻዊ ብዛዕባ ምስቲ ባህሊ ምግጫው ዶ ገለ ዝበሃል ዘጋጠመና ዓብ ርእስቲ እንድዩ ንዕኡ ክንሪኦ ኢና ግን ከምዚኤን ዓይነት ስምዒታት እዩ ነርና ናፅነት ኮይኑ ስድራ ናይ ብፍላይ ዝዓበየት ናይ ኣሕዋተይ መታዕቢተይ ብምሉኦም ዝተረፉ ድሕሬና ዝተረፉ ናይ ብሓቂ ተሰሚዐኒ እሳ እያ
ወይ ኣኽቢር ሓፍተይ ኣነ ክምልኣልኪ

ኣብ ዓራግ ቤት ምሶራ ኢና ነርና ሕጂ ከምታ ድበላ ምሸት ኣብታ ባህሊ ኢና ነርና ንፅባሒቱ ግን ንፅባሒቱ ከምዚ ፀብሒ ተሰሪሑ ሙዚቃ በቃ ክልቲኡ ናይ ትግረን ትግርኛን ፈጨው እዩ ዝድረፍ ነይሩ ሽዑ ግን ከምዚ ቤት ትምርሶራ ምሳኻ ዝነበሩ ትዝክር ዳሕራይ ብትሒም ትሒም ከዓ ኣቦ ክዝተኮ ተሰዊኡ ኣደ ክዝተኳ ተሰዊኣ ከዓ ከምኡ ትሰሚዕ ኢኻ እሱ ወላደይ ንፈልጦ ከለናስ እውይ ሕጆስቶስ ከምዚ ክኸውን እዩ እውይ ከምኡ ጥራይ ኢኻ ትብል ዳሕራይ ዳሕራይ እንታይ ከዓ ይዝክር ካልእ ዝበልናዮ ከዓ እንታይ ይዝክር ናፅነት ኮይኑ ገለ ምስ በሉና ስሙ ድሕሪ ሕጂ ነፈርቲ መፂና ይድብድባና እንዴ ምክንያቱ ኣሳቂና ናይ ነረን ሕጂ ድሕሪ ሕጂ ነፋሪት የላን ማለት ድዩ ኢልካስ ወላ ንፅባሒቱ ኒዮ ውድላ ቀባሕባሕ ኢካ ትብል መፅእ ዶ ይትመፅእ እንከተረጋግፅ ከዓ እዚ ዳሕራይ እንታይ ከዓ ከዓ ዝዝክሮ ከዓ ኣሎ ወላ ናፅነት ኮይና ከዓ ምስ በሉና ኣስመራ ኣስመራ ምስ በለ ንሕና ወላ ሓንቲ ንፈልጥ ኢና ናይ ክስታይ ነገር እሞ ዋ እታ ኣስመራ ክንዲ ዓራርብ ድያ ከዓ ጀሚርና ምዕባያ ቅሩብ ነዚኣ ኣዛኒ ከብለኩም ኢለ
ገንዘብ ኣይንፈልጥ ገለ ኣይንፈልጥ ምቸ ኣቲና ኮይን ናፅነት ኮይኑ ማለት እዩ ኣነ ናፅነት ድሕሪ ወርሕን ሰሙንን ኣቢሉ ወርሒ ሽዱሽተ ኸውን ኣሎ ማለት እዩ ነስመራ ከይደ ብኡ ገይረ ማለት እዩ ነስመራስ ክርእያ ኣነ ዓብ ከተማ ርእየ ይፈልጥን እየ እቲ ዛዕባ ኩሉ ከዓ ንእሽተ ዓዲ እያ ማለት ስ ክሳብ ጓል ሽዱሽተ ዓመት ዝኸውን ማለት እዩ ቤት ትምህርቲ ሰውራ ዝኸይድ እታ ዝፈልጣ ንእሽተ ዓዲ እያ ኣቦይን ኣደይን እቶም ናይ ቀረባ ኣዝማደየ ዝፈልጥ ማለት እዩ እዚ ከተማ ዝበሃል ፀሊም ፅርግያስ ድሕሪ መስመር ምስ ከድና ከማን ርእየ ኣይፈልጥን እየ እዚ ብከትራመ ዝተለበጠ ፅርግያ ሽዑ እየ ርእየ ማለት እዩ ሕጂ ዓብ ከተማ ፓላሶ ዘለዎ ፅርግያታት ዘለዎ ትቅድም ማለት ናይ ቤት መሳውራ ኣሎ እንዲ ተኣማሃራ ጎደናታት ከምዚ ከምዚ ኢካ ትመሃሮ ኢካ ክልስ ሓሳብሲ ኣብዚ ኣሎ ብግብሪ ክትመጽእ ከለኻ ግን እቲ ብክልስ ሓሳብ ወይ ኣብ ሓንጎልካ ሒዝካዮ ዝጸናሕካ ካልእ እዩ እቲ ናጽነት ከኣ ዝበሃል ነገር ከኣ ኣሎ ገና ምስ ብዙሕ ነገሩ ኮይኑ ኢልካ ነብስኻ ድንግርግር ኢልካ ከለኻ ኣስመራ መጺና ማለት እዩ ኣስመራ ክንመጽእ ከለና ምስ በዓል ቤተይ ኢና መፂና ማለት እዩ። ክንመፅእ ከለና ብሓደ መፂና ምስ እንዳ ሓምሳን ክልተ ንኸውን ኣሎ ማለት እዩ። ንሳቶም ኣስመራ መፁ ነይሮም ምስ እንዳ ሓምሳን ክልተን ፍርቂ ከዓ ናይ ባህሊ ውድብ ነይሮም ምስ በዓል ተፈኖ ዘለዎም ብሓደ መፂና ማለት እዩ ኣስመራ። ሕጂ ገሊኣ ስድራ ዘለዋ ስድራ ትደሊ ገሊኣ ኣዝማድ ትደሊ ገለ እውን ስድራ ኣብቲ ከባቢ ድዮም ርሑቕ ድዩ በዓል ደቀ መሓረን በዓል መንደፈረን መቸም እታ ሰብ ከይዳ ህላወ ስድራታት ዘይፈልጥ ከማን ሰብ ነይሩ እዩ ስድራታት ኣለ ሕጂ ኣነ ከም ሰብ መጠን ኣብ ቃኘው ማለት ሰብ ቃኘው ምስ ኣተና ሰብ ቃኘው ኮፍ ኢለ ድሓር ገለገለ ኣነ ዘይፈልጦም ቤተሰብ ግን ሓቲቶምለይ ማለት እዩ ይረክብ ማለት እዩ ግን እንተኮይነ መሲልኪ ከመይ ኣለኹም ደሓን ዲኹም ክትብል ሰላምታ ክትብል ኩሉ ግዜ እታ ሰላምታና እታ ናይ ገድሊ ኮይና እታ ኣቀራርባና እታ ኣቀራርባይ ከዓ ከምዚ ዋላ ክቕርቡን እናደለዩ ከምዚ ጋሻስ ንነብሰይ ግልል ኣቢለ ይርእያ ኣባል ናይቲ ስድራስ ከምዘይኩንኩ ማለት እዩ ይጋየሽ ሱቕ ከዓ የብዝሕ ማለት እዩ ሕጂ የለኹም ማለት እዩ ንሳቶም ግን እንታይ ይብሉኒ ቆልዓ ከለኺ ኬትኪ ንዓናሲ ኣይትፈልጥናን ኢኺ ንሕና ከዓ ደሓር ኢና ኣብዚ ኣስመራ መፂና ፖሊስ ኮይና እኮ ንዮኣይ ነቦኺ ነባሓጎኺ ነኮኺ ከምዚ ይብሉኒ ግን ጠላሕ ምባል ሲ ኣብኒ ዘመድ ክገብሮም ስድራይ ክገብሮም ክሕቆፎም ሓደ ዘድልየኒ ነገር ክሓቶም ሲ እንታይ እዩ ዝኸውን ገና እንታይ ይረኣየኒ ኣሎ እቶም ዘዕበዩና እቶም ደፊርና ከምዚ ንብሎም ንሶም እየ ዝርኢ ዘለኹ ዳሕራይ ከምዚ ኮይኑ ማለት እዩ ኣዝዩ ከቢድ እቲ ሕብረተሰብ ሲ ከቢድ ኮይኑስ ዳሓር እንታይ ይብሎ ማለት እዩ በዓል ቤት ኣነስ ኣብዚኣስ ኣይትሰማምዓንን እያ ዋላ ሓንቲ ይርድኣኒ የለን እዚ ዓዲ ንግንዳዕ ክንዳዕ ከዓ ተኸድኩ ከዓ ሰብ ይረክብ ግን ከምኡ ዓይነት ከዓ ነፍሰይ ምሕዋሳን እዩ እንደገና ቀፂለ ንባፅዕ ከይደ ድሕሪ ፈንቅልሲ ንባፅዕ ኣይረኣኽዋን ኣነ ኣብ መፅናዕቲ ስለ ዝነበርና ኣይረኣኽዋን ባፅዕ ሳይረኣኹ ባፅዕ ከዓ ከይድ ባፅዕ ተኸድኩ ቅበላን እዩ ኩሹፍ ይህቡንም ማይ ረብሪቦም ሓራ ሕጂ እንታይ መስለኒ ከዓ ገና ዋላ ኣነስ ቆልዓ ይኩንኩን ነይረ ዓባየ ነይረ ግን እንታይ መስሎን ኩሉ ነገር ስገና በቲ ናይ ሓባር ዝኸይድ ኣይግድሸንን ማይ እንተመፅያ ሸ መግቢ ተልዩ መግቢ ስድራ ዓዲሞም ይወስዱኒ ናይ ቤት ትምህርቲ ኣብራብ ፅርግያ ተረኺበ እክብ ኣቢለ ሕዝኦም ብዘየገድስ ናይ ብሓቂ ግዜ ናይ ባህሊ ፀገም እዩ ሓደ ሰብ እንተ ዓዲሙካ ኣኽቢርካ ንስኻ ንውልቅኻ ትመ ወይ ድማ ቀዲምካ ነጊርካ ከምዚ ዝበለ ሰብ ኣለኒ ትብል ቃርየ ከኣ ከይድካ ኣብቲ ጽርግያ እቶም ስድራ ክእሉኒ ነይሮም ሽዑ እንታይ ሓስቡኒ ኣይፈልጦን እየ ኣይኸይድ ኣብኡ ንመፅእ ኣብ ድኳናት ከዓ ንኸይድ ሰልዲ የብልናን ግን ነልዕል ከዓ ንብረት ነልዕሊ ገና ፍሉይ ጉዳይ ይመስለኒ ኣሎ ድዩ እዚ ሽግር ምስና ኩሉ ሽግር እዩ ነይሩ ማለት ሓደ መዓልትስ ስብስብ ኣቢሉ ግን ኣብ መንጎና ከዓ ሕሽ ዝበለ ኣረኣያ ዘለዎም ከዓ ነይሮም ዋእ ክንዲ ክበርን እዩ እኮ እቲ ሓደ መዓልቲ ገርመኒ ኣብ ባፀ እዩ ፅቡቅ ኩሽኩ እዩ ነይሩ ሕጂ ሃሩር ኢና ሜትና ብፍጥረተይ ሃሩር ዝበሃል ነገር ኣይፈቱን እዩ እዚ በዓል ጀልሃንቲ ከመይ እየ ዝነብሮ ነይርኩ ቆርበተይ ተቐሊጦ ኣብ ጀልሃንቲ ሲ ብጣዕሚ ነገር ዝከረኒ ጨጉረይ ረጊፉ ፃዕዳ ኮይኑ ኣብ ጀልሃንቲ ክዝክራ ከለኹ ሓደ መዘዝም ዘለዎት ግዜ ሕጂ ሃሩር ኣይፈቱን እየ ምስ መፀኹ ቶም እንዳ ንዕንተይስ ማይ ትቆርፅ ትመፅእ እዩ ናይ ፈሮብያ ገዛውቲ እዩ ሕጂ እንታይ ዘብል ቀትሪ ኣይግድሸን ኣይሓፍርን እየ ዘለኹ ጥስቲ ጥስቲ ዓበ ኣምፅኤ ማይ መሊአ ብጃም ፉጣ ምስ ሃቡኒ ተዓጢቐ ሳብቲ ጥስቲ ኮፍ ናይ ብሓቂ ከቢድ እዩ ኖ ናይ ብሓቂ ኣብዚ ናይ ምስልምና ጥራሕካ በዚካ ክትረአ ኣብ ኩሉ ሕብረተሰብና እዩ ግን ካብኡ ናብኡ ከዓ ዓበይቲ ሰብኡት ኣለዉ ሸኽ ዘለዎ ገዛ ትኸሪ ኣይግድሸንን እዩ መፅየ ምስቶም ሰብኡት ቀርብ ካብል ሕጂ ከምዚ እናሃለወ መቸም ኩሉ ነገር ሲ ተሓዋዊስኒ ተጋጭኒ እዩ እንታይ ይብለኒ ማለት እዩ በዓል ቤተይስ እንታይ ይብለኒ በል ይብለኒ ካ በቃ ኣብታ ናይ ናፅነት ሲ ኣነ ኣስመራ ዝመፀኩላ ሲ ንእሽተይ ሓሙተይ ነይሩ ማለት እዩ እዛ ሓዲ ካብዞም ሓደስቲ ዝተጋደሉ ዝኾነ ምቸም ናይ ጥይት ምብራቅ ኣጋጢምዎስ እዩ ስዋእ ማለት ሕጂ ታይ ይብለኒ እናመፀና ካብ ባፅዕ እናወፀና ሰፍቲ ሕጥምሎ ሕጂ መቃብር ሓርበኛታት ዘለው እቶም ገዛስ ኣብኡ ነይሮም ሕጂ ታይ ይብለኒ ቅድሚ ንኣፍዓበት ምኻድኪሲ በጃኺ ንብፅሓዮም ገለ ብለኒ እቲ ምብፃሕ እውን እኳ ይፈልጦን እየ ዘሎ ከም ተሰውእ ግን ሓዚነ ኣለኹ ማለት እዩ ፅቡቅ ኣይረኸቡን እዩ ኢለ ዳሓር ኣብቲ ሓዘን ከድና ኣጋጣሚ በዓል ኣሮን ኣብርሃም ይመፁ ንኡ ብዙሓት ኮይና በዓል እድሪስ ስዉእ ይእከብ ማለት እዩ ብዙሓት ናይ እንዳ ሓምሳን ክልተን ባህሊ ኮይኖም ተኣኻኺብናስ ንኸይድ ኣብቲ እንዳ ሓዘን ሕጂ ንዓይ እንታይ ይብሉኒ ምፅ ኢለስ በት እሳቶም ኮፍ ዝበልዎስ ኮፍ ይብል ማለት እዩ ናይ ኣንስቲ ካልእ ገዛ ከም ዘሎ በይንኻ ኮይንካ ናብተን ኣንስቲ ከድካ ከምኡ ከም ትገብር ኣይፈለጥክዎን ሕጂ ገና እታ ቤት ትምህርቲ ሰውራስ ኣብዛ ዝባነይ እያ ተሰቂላ ዘላ ሕጂ ኣብኣ ከይድ ማለት እዩ እሞ ጽንዓት ይሃብኩም በሊ ጽንዓት ይሃብኩም በሊ በልየን እዚኣ ኣዲኡ እያ ገለመለ ኢሎምኒ ማለት እዩ ትስ ኢለ ሽዑ ማለሲ ብጽንዓት ይሃብኩም ኣይፈለጥክዋን ክብላ ኣይከኣልኩን ስለ ዘይፈልጣ ሕጂ ምጽእ ተበልኩስ ብድሕሪኡ ይጥዓምኩም ኢለ ማለት እዩ ብትግረ ገይረ ከም ገዛ ብትግረ ገይረ እንታይ ብሎም ኣሰሩ ልሒስ ዲብኩም ኢለ ሰን ሰንቢደን ሕጂ እዚኣቶም እኳ ስሒቆምኒ ምስ ሰሓቑ ዋእ ኢለ ሽዑ ተጋግየ ኣለኹ ማለት እዩ ኢለ ደሓር ፅዋዕ ኣቢለ ዋእ ንዓስከ እንታይ ኢለዮ እንታይ ድየ ኢለ እንተኾይንኩም ትስሕቁ ንብሎ ኣለኹ ዋእ ብድሕሪኡ ጠዓምኩም ኢልኪ ኢልኒ ኣነ ብድሕሪኡ ጠዓምኩም ኢለ ዋእ ሕማቅ ጌረ ማለት ኢለ ሽዑ እታ ዓባይ ሰበይቲ ነይራ እሞ ንዕዛ ጓለይ ትብለኒ ብድሕሪኡ ጠዓምኩምሲ ኣይበሃልን እዩ እንታይ ዶ ሕሰም ነይርዎ እዩ ዝሰብ ትብለኒ ከምዚ ዝበሃል ንዕኡ ከምዚ መንግስተ ሰማይ የዋርሶ